ሓድሽ ርእሰ ሊቃነ ጳጳስ ተመሪጾም። ሮማዊት ካቶሊካዊት ቤተ ክርስቲያን መተካእታ ናይቶም ዝሓለፈ ሰሙን ዝዓረፉ ጳጳስ ፍራንሲስ ሓድሽ ርእሰ ሊቃነ ጳጳስ መሪጻ። ኣብዚ ሚእትን ሰላሳን ሰለስተን ካርዲናላት ኣብ ዕጹው ጉባኤ ድሕሪ ናይ ክልተ መዓልቲ ኣኼባ፣ ንካርዲናል ሮበርት ፐሮቪስት ሊቀ ጳጳስ ልዩ ዓሰርተ ኣርባዕተ መበል ክልተ ሚእትን ስሳን ሸውዓተን ርእሰ ሊቃነ ጳጳስ ገይሮም መሪጸሞም ኣለዉ። ከም ዝዝከር ርእሰ ሊቃነ ጳጳስ ፍራንሲስ ኣብ ዝሓለፈ ሰሙን ዕስራን ሓደን ሚያዝያ ክልተ ሽሕን ዕስራን ሓሙሽተን ኣብ መበል ሰማንያን ሸሞንተን ዕድሚኦም ኣብ መበል ዓሰርተ ክልተ ዓመት ዘመነ ጵጵስንኦም ብሰላም ከም ዝዓረፉ ይፍለጥ። ጸብጻብ ናቕፋ ፕረስ። ፖሊስ ኮሚሽን ኣብ ዘውጸኦ መግለጺ፣ ልዕሊ ዓቕሙ ብዝኾነ ነገር ንብርሃነ ፈቲሑ ክሰዶ ከም ዝተገደደ ገሊጹ'ዩ። እቲ ኮሚሽን ኣብ ዘውጸኦ መግለጺ፣ ብርሃነ ገብረገርግስ ሰብ ዝሰኣነ ሰብ ብዝብል ንጥፈታት ማሕበራዊ ሚድያ ዝፍለጥ ውልቀሰብ፣ ትማል ሮብዕ ሚያዝያ ዕስራን ትሽዓተን ክልተ ሽሕን ዓሰርተ ሸውዓተ ዓመተ ምህረት ድሕሪ ቀትሪ ዝተጠርጠረሉ ገበን ንምጽራይ ብሕጋዊ ትእዛዝ ቤት ፍርዲ ኮሚሽን ፖሊስ ትግራይ ኣብ ቁጽጽር ከም ዘውዐሎ ይዝከር። ይኹን ደኣ እምበር ንኻልኦት ኣካላት ተመሓላሊፉ ክወሃብ እዩ ዝብል መሰረት ኣልቦ ዘረባታት ፕረዚደንት ብማሕበራዊ ሚድያን ካልኦት ማዕኸናት ዜናን ክቀባበልዎ ፀኒሖም እዮም። ካብዚ ተበጊሱ ካልኦት ኣካላት ኣብ ልዕሊ ኮሚሽን ፖሊስ ትግራይ ትካላውን ሞያውን ነፃነቱ ሓልዩ ከይዲ ምፅራይ ከይትግብር ልዕሊ ዓቕሚ ዝኾኑ ፀቕጥታት ብምብፅሖም ስዒቡ እውን ካሊእ ዘይተደለየ ውፅኢት ከስዕብ ስለዝኽእል ከይዲ ምፅራይ ኣቋሪፁ ፈቲሑ ሰዲድዎ ኣሎ ክብል ገሊፁ። እንተኾነ እዚ ፈሪሐ ጥርጡር ሰዲደ ዘስምዕ ውሳነ ፖሊስ ኮሚሽን ንብዙሓት ቁጥዐ ዝፈጠረ ጉዳይ ኮይኑ ኣሎ። እዚ ሰብ ዝሰኣነ ሰብ ዝበሃል ሓውና ምሩኽ ኮይኑ ምስ ኣወል ዝዛረብ ነይሩ ምሩኽ ንኢትዮጵያ ኣዋሪድዋ ንትግራይ ኣዋሪድዋ ንጌታቸው ኣዋሪድዎ ንጻድቃን ኣዋሪድዎ ንመድህን ኣዋሪድዋ እሕዋቱ ደቂ ጋንትኡ ኣሃድኡ ደቂ ብሄሩ ዘዋርድ ዝተማረኸ ጥራሕ ዝተማረኸ ከማን ክብለካሲ ቱራማ ስለ ዘለዎ ስምባደ ስለ ዘለዎ ብዘይ ኩናት ዝተማረኸ ዓዱ ዘዋርድ እዚ ሓውና እዚ ናይ ፓርትነር ስለዚ ከምዚ ክንሰምዖን ንከታተሎን ዝጸናሕና ተኸታተልቲ ነባት ሜድያ ልፍዓተይ ምስ ኣወል ስለ ዝተራኸበ ህዝቢ ትግራይ ኩናት ኣይደልን እዩ ምስ ህዝቢ ኤርትራ ሰላም እዩ ዝደሊ ኩናት ይኣኽለና ህዝብና ናብቲ ዝነበሮ ንቡር ህይወት ንኽምለስ ሰላም ንፍጠረሉ መንገዲ ንኽፈተሉ ስለ ዝበለ ከም በዓል እዚኦም ዝኣመሰሉ ኣብ ማሕበራዊ ሚድያ እናጎስጎሱ ምስቶም ናይ ብልፅግና ብጌታቸው ረዳ ዝምርሑ ምትእስሳራት ስለ ዘለዎም ኣብዚ ማሕበራዊ ሚድያ ክእሰር ከም ዘለዎ ክርከብ ከም ዘለዎ ናብ ብልፅግና ብዙሕ ጎስጓስ ክገብሩ ሰሚዕናዮም ነርና ኣብዚ ክልተ ሰለስተ መዓልቲ እቲ ሙሩኽ ትብሎ ዘለኻ እሱ ንህዝቡ እዩ ተማሪኹ ንሱ ምእንተ ህዝቡ እዩ ምእንተ ሰላም ምእንተ ፍቅሪ ምእንተ ሓድነት ምእንተ ራህዋ ህዝቡ ምስ ህዝቢ ኤርትራ ህዝቢ ትግራይ ኩናት ኣይደልን እዩ ኩናት ይኣኽለና ዝተመዛበለ ህዝብና ናብ መሬቱ ይመለስ ኣብ ፍቆዶ ተዘርጊሑ ወይ ድማ ኣብ ፍቆዶ ስደት ዘሎ ህዝበይ ክእክብ እዩ ዝብል ዘሎ ከማኻ ኣይኮነን በልዎም ቅተልዎም ዝብል ዘሎ ከማኻ ኣይኮነን ሂወት መንእሰያት ዝዘርግ ዘሎ ስለዚ ነዚ ባዕሎም እውን ተጋሩ መልሲ ሂቦምሉ ኣለው ተኸታተልቲ ነባት ሜድያ ብዓቢኡ ናብኦም ክነብለኩም ኢና ነዚ ዝስዕብ ቪድዮ እውን ሓቢርና ንከታተሎ ሰናይ ምክትታል። አሁን ፍትህ ደላይ ብርጌድ ንሐመዶም ለምን ኢሳያስ ይሄ ልጅ ወደ ኤርትራ ሄዶ የኢሳያስን ደጋፊ ያገኘ ነው ወል ኢሳያስን የማውረድም

ኣብ መስርሕ ፖለቲካ ትግራይ ኣቲኹም ክትሰርሑ ኣይትኽእሉን ኢኹም፣ ኣይትምልከተኩምን እዩ፣ ንዓኹም ዝምልከት ኣይኮነን እዩ ዝብሎ ዘሎ ይምልሰሉ እዩ ዘሎ። ብኻልኣይ ደረጃ ድማ ኢሳያስ ከተውርዱ መንእሰይ ትግራይ ኣይሞተልኩምን እዩ። ልክዕ ፈሊጥዎም ኣሎ። እታ ንሶም ዝደልይዋ ዝነበሩ ቅድሚ ሕጂ መንእሰይ ትግራይ ክሞተሎም ንሶም ድማ ኣብዚ ኣብ ስክሪን ኣብ ማሕበራዊ ሜድያ ኮፍ ኢሎም ጥራይ በሎ ቅተሎ ኣጆኻ እንዳበሉ ሞራል ንህበካ ኣለና ገንዘብ ንሰደልካ ኣለና እንዳበሉ ብሽም መንእሰያት ወይ ድማ ብሂወት መንእሰያት ንሳቶም ናብቲ ዝደልይዎ ዕላማ ክበጽሑ እዩ ነይሩ እቲ ናይ መጠረሽታ ሓሳቦም ማለት እዩ ከምኡውን ብሳልሳይ ደረጃ እውን እንታይ እዩ ዝብሎም ዘሎ ኣብ ኩነታት ትግራይ ኣብ ዝሓለፈ ግዜ ኩናት ኣብ ዝነበረሉ እንታይ ተራ ነይርኩም ስለምንታይ ኣብቲ ግዜ እቲ ወይ ድማ ሽዑ ወሪድኩም ኣንጻር እቲ ንሕና ክንቃሎሶ ኢና ትብልዎ ደለኹም ናይ ኤርትራ ሰራዊት ወይ ድማ ህዝባዊ ግንባር ሻዕብያ ትብልዎ ዘለኹም ስለምንታይ ኣብቲ ግዜ እቲ ወሪድኩም ዘይተቃለስኩም? ስለዚ ካብ ፖለቲካ ትግራይ ወይ ድማ ካብ ኩነታት ትግራይ ኢድኩም ኣክቡ። ኢድኩምን እግርኹምን ኣኪብኩም ስቅ በሉ። ኣይምልከተኩምን እዩ። ንዓኹም ዝምልከት ኣይኮነን እዩ ዝብሎ ደሎ። ናይ ብሓቂ ጽቡቕ ጌሮም ፈሊጦሞም ኣለዉ እንታይ ዓይነት ሰባት ምዃኖም እንታይ ክገብሩ ይኽእሉ እንታይ እዩ ናቶም ዕላማ እቲ ህዝቢ ትግራይ ብሓፈሽኡ ብምሉኡ ጽቡቕ ጌሩ ፈሊጥዎም ኣሎ ትማሊ ትማሊ እቲ ንሕግዘካ ኣለና ዝብልዎ ዝነበሩ ውን ኩሉ እቲ ዝዋጻእ ዝነበረ ገንዘብ ናይ ተጋሩ ኣኪቦም ሰለስተ ርብዒ ንዕኦም ወሲዶም ሓደ ርብዒ እዮም ንጽጉማት ወይ ድማ ብጥሜት ዝተሸገሩ ወይ ድማ ገንዘብ ዝሰኣኑ ዝኾነ ነገር ንሕግዝ ኣለና ኢሎም ዝሰድዎ ዝነበሩ ብምልኡ መብዛሕቱ ናይ ተጋሩ ገንዘብ ካብ ፍቆዶ ስዑዲ ዓረብ ይኹን ካብ ካልእ ዝሰድሎም ዝነበሩ እዩ። ስለዚ ብስም ናይ ተጋሩ ገንዘብ ገይሮም ንሕና ንእክበልኩም ኣለና ንሰደልኩም ኣለና እናበሉ ዝሰድዎ ዝነበሩ ሰለስተ ርብዒ ንሱ ዝበልዑ ንሶም ዝበልዕዎ ዝነበሩ እዩ መሸቀጥ እዮም ገይሮምሎም ድሽቁጥሎም እዮም ነይሮም ስለዚ ተጋሩ ነቒሖም ኣለዉ ብጣዕሚ ፅቡቕ እዚ ወሲዶሞ ዘለዉ ስጉምቲ ብኸምኡ ክቕጽሉ ኣለዎም። ኣብ መንጎ ኤርትራን ኢትዮጵያን ካብኡን ናብኡን ኣብ መንጎ ትግራይን ኤርትራን ኲናት ኣይንደልን ኢና። ብዓቢኡ ድማ እዚ ተጀሚሩ ዘሎ መስርሕ ጽምዶ ምስ ትግራይን ኤርትራን ብዝበለጸ ወይ ድማ ብዝሓየለ መልክዕ ክቕጽል ናይ ኩሉ ደላይ ሰላም ተሳትፎን ተበግሶን ክቕጽል ከምዘለዎ ኢና በዚ ኣጋጣሚ እዚ ክንሕብር ንፈቱ።
ፖለቲካዊ መርገፂ ኤርትራ ኣብ ኣብ ንገብሮ ፖለቲካዊ ምንቅስቃስ ኤርትራ ዋንነታስ ንሃና ክትከውን ኣለዋ ካብ ዝብል እየ ዝውገስ እሱ ክሊር ገይረ ክዛረብ ስለ ዝደለኹ ዋንነታ ከዓ ከም ክትኮወልና ገለ ዘይኮነስ ቀደሞ ምሳና ዝነበረ ብዝኾኑ ናይ ውሽጣዊ ድኽመታትን ናይ ደጋዊ ሽርሕታትን እቲ ዋንነትና ካባና ተመንጢሉ ብካሊእ ስኑዕ ዝኾነ ናይ ሃገራዊ ህንፀት ተባሂሉ ዝድስኮረሉ ናይ ኤርትራዊ ሃገራዊ መንነት ዝተመንጠልና ስለ ዝኾና እምበር እቲ ቦታ ይኹን እቲ ዋንነት ይኹን ሲ ናህና ናይ ተጋሩ ቅድሚ ምምፃእ ናይ ኤርትራዊ ሃገራዊ መንነት ይኹን ብድሕሪኡውን ሐዚውን እቲ ሃገር ኣብ ምምፃእ እቲ ኤርትራ ዝበሃል ኣብ ምቕላስ እውን እቲ ልዑል ተራ ዝተፃወተስ እቲ ናይ ትግርኛ ወይም እቲ ናይ ትግራዋይ ሮል ምዃኑ ቅቡል ገይረ ዝህብ ሰብ ምዃነይ ክግልፅ ይፈትሞ። ልዕሊ ኩሉ ፀላኢና ኣክቲቭ ኣብ ውግእ ዘሎ ምሳና ፌደራል መንግስቲ እዩ። ኣክቲቭ ናብ ምዕራብ ከይንኣቱ ናብ ፀለምቲ ከይንኣቱ ዝኸልከለና ሓይሊ እሱ እዩ። ክውንነት ንቀበል ዝተባህለ ዓንቶ ትክክል እዩ ኤርትራ ሃገር እያ ኣርባዕተ ነጥቢ ዓለም ዝፈልጣ ገለ ዝፈልጣ ምስ ኢትዮጵያ ምስ ትግራይ ናይ መሬት ክርክር ኣለዋ ኣብ ከይዲ ሕጊ ይወዳእ እዩ ምስ ህዝቢ ኤርትራ ግን ርክብ የለን ምስ ኣምሓራ እውን ርክብ የለን ኣብ ልዕሌና ዝፈፀሞ ዋር ክራይም ተሃልዩ ጆኖሳይድ ተሃልዩ እውን ንሕና ክንሓትት ኢና ዓለም ክንሓቶ እዩ ቲፒኤልኤፍ ኢህኣደግ ዝመርሖ ዝነበረ መንግስትን ወታደራዊ ሓይልን ፖለቲካዊ ሓይልን ኣብ ልዕሊ ኢትዮጵያ ኣብ ልዕሊ ኤርትራ ዝፈፀሞ ስሕተት ኣሎ ስርዓትን ህዝብን ከይፈለየ ዘስተዮም ትኩሳት ህዝባዊ ግንባር ዝመርሖ መንግስትን ህዝብን እውን ኣብ ልዕሊ ትግራይ ዝፈፀሙ ፀገም ኣሎ ከም ተሓወይ ዝብሎ ዝነበሩ ሕድገት የድሊ ኣይንፀባፀብ ዝብል ተሃልዩ ዘይትፀባፀብ ትኽእል ኢኻ ትፀዋፀወሉ መንገዲ ትኽእል ኢኻ ኣብ ስርዓት ኢኻ ትፀባፀብ ማለት እዩ ሕዚ ግን ንሕና በይንና ደው ንብሎ ኣይኮነን በቲ ዝብኢ ይመፀካ በቲ ኣንበሳ ይመፀካ በቲ ነብሪ ይመፀካ እንታይ ትገብር ሕዚ ኣብ በይንና ጠጠው ኢልና ሕዚ እውን ቁፅሪ ሓደ ውዕሊ ፕሪቶርያ ዘይፍፅም ዘሎ መንግስቲ ኢትዮጵያ እዩ። እዚ ዘይፍፅም እንተኮይኑ ከም ውልቀይ ምስ ዝኾነ ይኹን ሓይሊ ብውልቀይ ናይ ምሕባር መሰል ኣለን ምስ ዘዋፀን ዓንቶ ይግለፅ ነይሩ ኤርትራ ናይ ኤርትራ ሃገርነት ዘይቕበል ኣብ ኤርትራ ትሽዓተ ብሄራት ኣለዋ መንግስቲ ኤርትራ ዝበለን ማለት ኣብ ትግራይ ሰለስተ ብሄራት ኣለዋ ትግርኛ ጥራሕ ኣይኮነን ዘሎ ትግርኛ እዩ ዘሎ ኢሉ ሒዙ ዝንቀሳቐስ ሓይሊ ክመፅእ ይኽእል እዩ ኣብ ትግራይ ሶ ህዝቢ እዩ ኣብ ኤርትራ እውን ኖ ትግራይ እዩ ትግርኛ ዝበሃል ብሄረሰብ እዩ ዘሎ ኢሉ ዝመፅእ ሓይሊ ክህሉ ይኽእል እዩ መሰሉ እዩ እሱ ግን ህዝቢ ኤርትራ ይቕበሎ ዶ ይቕበሎን ኣይደሎ ክውንነት ግን ንቀበል ሕዚ ኦሮሞ ብልፅግና ዝመርሖ ዘሎ ካርቱኡስ ክስካዕ ኣብዓላን ክስካዕ ዳሉሉን ክስካዕ ዓሰብን ዝገበረ ሓይሊ ሲ ናይ ትግራይ ናይ ህዝቢ ትግራይን ናይ ህዝቢ ኤርትራን ሰላማዊ ኩነታት ኣይደልን ስለዙም ክንገብሮ ዝግበእና ምስ ሰሜን ዘለና ርክብ ሰላማውን ዲሞክራሲያውን ክኾን ክኽእል ኣሎ ዝተፈጠሩ ስሕተታት ኢንተርናላይዝ ገይሮም ኤርትራውያን ምስ ተጋሩ ኣሕዋቶም ስሙ ዝኾነ ርክብ ክፈጥሩ ይግባእ ኣይ ኖኖ ክልል ስለ ዝኾናስ በቃ መንግስቲ ኢትዮጵያ ዝኾነ ይኹን ዲፕሎማሲያዊ ርኽቢ ህዝባዊ ርኽቢ ፈቕደልና ኣሎ ከሊኡካ እኮ ከይትራኸብዳ ተከዘ ከይትዘክር እኮ ከሊኡካ ናብ ጸለምቲ ከይትኸድ ናብ ሕሞራ ከይትኸድ ከሊኡካ

ኣሓተይ ኣሕዋተይ ኣየብድረለይ ንክትሙጉ ክዕመት የዒንተይ ክዕመት የዒንተይ ሕራይ እምበኣር ተኸታተልቲ ነባት ሜድያ ንሎሚ ኣዳሊናዮ ዝነበርና ሕፅር ዝበለ ሓፈሻዊ መደብ ነዚ ዝተኸታተልኩሞ ይመስል ነይሩ